ካልኣይ ቆረንጦስ ኣርባዕተ ዓሰርተ ሽዱሽተን ዓሰርተ ሸውዓተን እቲ ሽዓ ዝሓልፍን ቀሊልን ጸበባና ማእለያ ዘይብሉ ብሉጽ ናይ ዘልኣለም ምሉእ ረዚን ክብሪ የዳልወልና'ዩ እሞ እቲ ናይ ወጻ ሰብና እንተበስበሰ'ኳ እቲ ውሽጥና ኣብ ጸጽባሕ ይሕደስ ኣሎ ስለዚ ኣይንሕለልን ኢና። እቲ ዝረኣ ንግዚኡ'ዩ፣ እቲ ዘይረኣ ግና ንዘልኣለም'ዩ'ሞ ንሕና ነቲ ዘይረኣ'ምበር ነቲ ዝረኣ ኣይንጥምትን ኢና። ጐይታ ይባርኽኩም። እቲ እንታይ ሽሙ እቲ ሓሳብ እንታይ'ዩ ምስቲ ዘሎ ቃል ኣምላኽ ናይዚ ዓመት እዚ ዝኸይድ ቃል ሓሳብ እዩ። እሱ ድማ እንታይ እዩ ካብ ሓይሊ ናብ ሓይሊ ይኸዱ ኣብ ዝብል ሓሳብ ኮይኑ ዝሓለፈ ኣብ ናይ ቀዳም ፕሮግራም ኣብ ሓደ ቀዳም እታ ሓሳብ ጀሚረያ ስለ ዝነበርኩ እዚኣ ሓሳብ ከኣ ኣስፊሕና ክንቅጽላ ኢለ ስለ ዝሓሰብኩ እዩ ምስኡ ስለ ዝኸደልና እና እግዚኣብሄር ከኣ ሎሚ ከኣ ክዛረበና እዩ ኣሜን እቲ ዝሓለፈ ዝጀመርናዮ ካብ ሓይሊ ናብ ሓይሊ ምኻድ ዝብል ሓሳብ ቃል እግዚኣብሔር እንታይ እዩ ዝብለና ካብ ሓይሊ ናብ ሓይሊ ከዱ ብቅድሚ እግዚኣብሔር ይቆሙ እዩ ምስ በሎ ሕጂ እታ ነጥቢ እንታይ እያ ካብ ሓይሊ ናብ ሓይልስ ብኸመይ ንኸይድ ናብ ትብል ሓሳብ ንዓ ነታ ሓንቲ ሓረግ ኣውፅእ ኣቢልና ኢና ክርኣ ጀሚርና ዘለና ማለት እዩ። እታ ቀዳመይቲ ነጥቢ ዝረእነያ ድማ እንታይ እያ? ካብ ሓይሊ ናብ ሓይሊ ክትከይድ እንድሕር ተኾንካ፣ ካብ ሓይሊ ናብ ሓይሊ ክትከይድ እንድሕር ተኾንካ፣ ኣብ መዓልታዊ ህይወትካ፣ ኣብ ናብራኻ፣ ኣብ ኣገልግሎትካ፣ ኣብ ኩሉ ነገር ካብ ሓይሊ ናብ ሓይሊ ክትከይድ እንተተኾንካ፣ ምኽንያቱ ክርስትና ብሓይሊ ጀሚሩ ብሓይሊ ዝውድእ ህይወት ስለዝኾነ፣ ብመንፈስ ጀሚሩ ብመንፈስ ዝውድእ ሕይወት ስለ ዝኾነ ብእምነት ጀሚሩ ብእምነት ዝውድእ ጉዕዞ ስለ ዝኾነ ስለዚ ኣምላኽ ብሓይሊ ተጀሚርካ ብድኻም ኣየወድኣካን እዩ ኣምላኽ ብሓይሊ ተጀሚርካ ብምንታይ ዘወድኣካ ብሓይሊ እዩ ዘወድኣካ ምክንያቱ እዚ ዓለም እዚ ብዘይ ሓይሊ ኣምላኽ ክንበር ዘይከኣል ዘይ ጥራይ ዘይኮነስ ዘይሕሰብ እንኮላይ እዩ ክሕሰብ ኣይክእልን ኣብዚ ዓለም እዚ ከም ኣማኒ ከም መንፈሳዊ ብዘይ ሓይሊ ኣምላኽ ክንነብር ንሰከንድ ውን ኣይከኣልን እዩ ምኽንያቱ እዚ ዓለም እዚ ናይ ምንታይ ዓለም ስለ ዝኾነ ናይ ውግእ ዓለም ስለ ዝኾነ ስለዚ ኩሉ ግዜ ካብ ሓይሊ ናብ ሓይሊ ዝኸይድ ሂወት ክህልወና ኣማራጺ ዘይኮነ ፍትሃዊ ዘይኮነ ናይ ግድን እዩ። ሓደ ሰብ ኣብዛ ምድሪ እዚኣ እንዳ ሰዓርኩ ከይደ ዕላማ እግዚኣብሔር ክፍጽም እየ መንፈሳዊ ናይ እግዚኣብሔር ዓላማ ክወርስ እየ ኢሉ ዝሓስብ እንድሕር ተኾይኑ እቲ ኣምላኽ ዘዳለወልነይ ክወርሶ እየ ኢሉ ዝሓስብ እንድሕር ተኾይኑ ኣብዚ ምድሪ እዚ ካብ ሓይሊ ናብ ሓይሊ እንዳኸድካ እዩ ዝኸውን ካብ ሓይሊ ናብ ሓይሊ ዝኸይድ ሰብ ጥራይ እዩ ዝወርስ ካብ ሓይሊ ናብ ሓይሊ ዝኸይድ ሰብ ጥራይ እዩ ኣብዚ ምድሪ እዚ ዕውት ሰብ ኮይኑ ክሓልፍ ዝኽእል ምክንያቱ መጽሓፍ ቅዱስ ክዛረብ ከሎ እንታይ ኢሉ ዓይኒ ዘይረኣይቶ ልቢ ዘይርኣብ እዝኒ ዘይሰምዓቶ ኣብ ልቢ ሰብ ዘይተሓስበ ኣምላኽ ነቶም ዘፍቅርዎ ኣዳለወሎም እዩ ዝብል ኢሉ ሽዑ ብኣ እንታይ ኢሉ ኣምላኽ ግና ንዓና ነዚ ምስጢር እዚ ብመንፈሱ ገይሩ እንታይ ገበረልና ገለጸልና ይብል ስለዚ እቲ ኣምላኽ ዓይኒ ዘይረኣይቶ እዝኒ ዘይሰምዓቶ ኣብ ልቢ ሰብ ዘይተሓስበ መደብ ከም ዘለዎ እግዚኣብሄር ኣቐዲሙ ብቓሉ ፍሊጠና እዩ ስለዚ እቲ ናህና ህይወት እቲ ናህና ደስትኒ እቲ ናህና ፍጻሜ ሲ ኣዝዩ ዓብዩ ዓይኒ ዘይረኣየቶ እዝኒ ዘይሰምዓቶ ኣብ ልቢ ሰብ ከ እንታይ ዘይኮነ ዘይተሓስበ በቃ ዘየለ ነገር ማለት እዩ በቃ ስለዚ እግዚኣብሔር ከምዚ ዓይነት ኣጀንዳን ሓሳብን ኣብ ህይወተይ ኣብ ህይወትኩም ኣብ ህይወትና ስለ ዘለዎ ናብዚ እግዚኣብሔር ዘዳለወልና ናይ ከነኣን ምድሪ ወይ ድማ ናይ ፍጻሜ ምድሪ፣ ከምቲ ኣብ ብሉይ ኪዳን ንፈልጦ እግዚኣብሄር ንደቂ እስራኤል እንታይ ኢልዎም? ናብ ከነኣን ከእትወኩም እየ፣ ኣብቲ መዓርን ጸባን ዘውሕዝ፣ ኣብኡ ድማ ክተገልግሉኒ ኢኹም፣ ኣነ ድማ ከዕርፈኩም እየ፣ ክባርኸኩም እየ ኢሉ እቲ ናቱ ኣጀንዳ፣ ማስተር ፕላን፣ ምስ ኣቐመጠ፣ እቲ ዝሓለፍዎ ጉዕዞ ትፈልጥዎ ኢኹም። እቶም ካብ ሓይሊ ናብ ሓይሊ ዝኸዱ ሰባት ጥራይ እዮም ወሪሶማ እታ ምድሪ እቲኣ። ሕጂ ኩሉ ግዜ ካብ ሓይሊ ናብ ሓይሊ ዝኸይድ ሰብ ጥራይ እዩ ዕላማ ኣምላኽ ክወርስ ዝኽእል። ካብ ሓይሊ ናብ ሓይሊ ዝኸይድ ሰብ ጥራይ እዩ ናይ እግዚኣብሔር ኣጀንዳ ክወርስ ዝኽእል። ስለዚ ካብ ሓይሊ ናብ ሓይሊ ዝኸይድ ክርስትናዊ ሕይወት ኣማራጺ ዘይኮነ፣ ወይ ድማ እንምነዮ ነገር ጥራይ ዘይኮነስ እቲ ናይ እግዚኣብሔር ፕላንን ሓሳብን ሓቐናን ስለዚዩ ድማ ገና ክርስትና ክንጅምር ከለና እግዚኣብሔር ብምንታይ ኣጀሚርና ብሓይሊ መጽሓፍ ቅዱስ እንታይ ይብለና ነቶም ዝተቐበልዎ ብስሙ ንዝኣምኑ ውሉድ ኣምላኽ ክኾኑ መሰል ሃቦም ትብል ኣብታ ናይ እንግሊሽ ድማ ሓይሊ ሃቦም ወይ ድማ ስልጣን ሃቦም ንብል ኣለና ስለዚ ገና ክንጅምሮ ከለና እቲ ሂወትና እቲ ክርስትናና ብሓይሊ ዝጀመረ ሂወት እዩ ማለት እዩ ስለዚ ኣብዚ መጽሓፍ ቅዱስ ኣብ ካልኣይ ቆሮንጦስ ኣብዚ ክነንብቦ ዝጸናሕናዮ ቃል ሕጽር ኣቢለ ነዚኣ ሓሳብ እዚኣ ክንገልጾ ኢና እንታይ እዩ ከመይ ኢልና ከም ንሕደስ ሓሳብ ይነግረና እዩ። ከምቲ ትፈልጦ ኣብ ኢሳያስ ኣርብዓ እንታይ ይብለና? ሓይሎም ይሕደስ ይጎዩ ኣይደኽሙን እብለና። ምክንያቱ ዝጎዮም ዘይደኽሙሉ ከይዶም ዘይሕለሉኑ ምክንያት እንታይ እዩ? ሓይሎም እንታይ ስለ ዝኸውን? ስለ ዝሕደስ እዩ። እታ ቃል እቲኣ ክነንብባ እሞ ሽዑ ናብዚኣ ክንመጽእ ኢና። ኢሳያስ ኣርብዓ ኣብኣ ርኢና ሽዑ ነዛ ቓል እዚኣ ክንሪኣ ኢና እሞ ኩሉ ናብዚኣ ሓሳብ ክንምለስ ኢና ሓይሊ ከም ዝሕደስ ማለት እዩ ኢሳያስ ኣርብዓ ቁጽሪ ሰላሳን ቁጽሪ ሰላሳን ሰላሳን ሓደን ሓይሊ ይሕደስ እንታይ ኢሉ ቁጽሪ ሰላሳ ኣጉባዝ ይደኽሙን ይሕለሉን ኣባጽሕ ድማ ሰንከልከል ኢሎም ይወድቁ እቶም ንእግዚኣብሔር ዝጽበይዎ ግና ሓይሎም ይሕደስ ከም ንስሪ በኽናፍ ይድይቡ፣ ይጎዩ እሞ ኣይሕለሉን፣ ይኸዱ እሞ ኣይደኽሙን። ብኻልእ ኣባህላ እንታይ ማለት እዩ? ናቶም ዘይምድካም ምንጪ ሓይሎም ስለ ዘይውዳእ ዘይኮነስ ሓይሎም ስለ ዝሕደስ እዩ። እንታይ ማለት እዩ? ብናይ ትማሊ ጸሎት፣ ብናይ ትማሊ ቃል፣ ብናይ ትማሊ ምግላጽ፣ ብናይ ትማሊ ጸጋ፣ ብናይ ትማሊ ሓይልስ ንሎሚ ክትነብር ኣይትኽእልን ኢኻ ማለት እዩ። ዳስ ዋይ እግዚኣብሔር እንታይ ይብለና? ኣብ ጸጽባህ ንግሆ ንግሆ ጸጋኻ እንታይ ግበረና ኣጽግበና እግዚኣብሔር ፍረሽ እዩ ኣታ ሓወይ እግዚኣብሔር ሓድሽ እዩ ኣብ ጸጽባ ንምንታይ መስለኩ ብናይ ትማሊ ማና ሎሚ ክንነብር ኣይደልየናን እግዚኣብሔር እግዚኣብሔር ኣብ ጸጽባሕ እንታይ ሓድሽ እዩ ስለዚ ድማ ሓይልና ኣብ ጸጽባሕ እንታይ ዝገብሮ ዝሕድሶ ምክንያቱ ብናይ ትማሊ ሓይሊ ክንነብር ኣይደልየናን ካብ ሓይሊ ናብ ሓይሊ እንዳተሳገርና ክንነብር ስለ ዝደልየና እግዚኣብሔር ንሓይልና መዓልታዊ እንታይ ገብሮ ይሕድሶ እስከ ሓይለይ የሕድሶ በሉ። በቃ ኣምላኽ ብመንፈሱ ካብቲ ኣብ ውሽጥና ዝገብሮ ስራሕ እንተሎ ማለት እዩ እቲ ኣብ ውሽጥና ዘሎ ሓይሊ መዓልታዊ ይሕድሶ ብቐትሪ ይሕድሶ ብለይቲ ይሕድሶ ኣረ ኣሜን ዶ ክሰምዕ ምክንያቱ ኣምላኽ ኣብ ውሽጥኻ ዘቐመጦ ወይ ዝገጠሞ ሓይሊ ብናቱ ኔቸር ዝደክም ሓይሊ ይኮን ሓይሉ ከም ዘይደክም ትብል ቃል ኣላታ እንታይ ትብል ኣታ ያዕቆብ ከመይ ደኣ ከምዚ ትብል ኣታ እስራኤል ከመይ ኢልካ ኢኻ መገዲ ካብ እግዚኣብሔር ሕበይቲ ፍርደይ ከዓ ካብ ኣምላኸ ሓሊፋ ኢልካ ትዛረብ እቲ ንወሰናት ምድሪ ዝፈጠረ እግዚኣብሔር ዘለኣለማዊ ኣምላኽ ከም ዝኾን ከም ዘይደክምን ከም ዘይሕለልን ኣእምርኡን ከም ዘይምርመርን ሀ ኣይትፈልጥን ኣይሰማዕኻንዶ ኢኻ ኢሉ ስለዚ እግዚኣብሔር እንታይ እዩ ዘይደክም ኣምላኽ ስለዚ ዘይደክም ዘይሕለል ኣምላኽ ስለ ዝኾነ እቲ ናቱ ባህሪ ድማ ንሓና እንታይ ጌርና ኣማቒልና እንታይ ንኽንከውን ንኸይንደክም ንኸይንሕለል ኣረ ኣሜን ዶ ክሰምዕ ሕጂ እቲ ሓደ ኣብዚ ቃል ክንርድኦ ክነስተውዕሎ ዝግብኣና ብዙሕ ግዜ መንፈሳዊ ድኻም፣ መንፈሳዊ ንሕላል እንብሎ ነገር ኣብ ውሽጥና ኣይኮነን፣ ኣብ ኣእምሮና እዩ። ንምንታይ መስለኩም? ንሕና ኣብ ውሽጢ መንፈስና፣ ኣብ ውሽጥና እግዚኣብሔር ኣብ ልብና ዘቐመጦ ሓይሊ በቲ መንፈሱ ዝኾነ ሓይሊ ስለ ዝኾነ እቲ ኣብ ውሽጥና ዘሎ ሓይሊ ክደክም ኣይክእልን ሕጂ እቲ ምድካም ዘሎ ኣብ ምንታይ እንድሕር ተልና ኣብ ኣእምሮና እዩ ኣብ ኣእምሮና ዘሎ ሓሳብ እዩ ንዓና ድኹማትን ሓያላትን ዘምስለና እምበር እስኻ ጸላእ ክርእየካ ከሎ ጸላኢ ሰይጣን ክርእየካ ከሎ ኣጋንንቲ ንዓኻ ክርእዩኻ ከሎ ናይ ጸልማት ዓለም ንዓኻ ክርእየካ ከሎ ከም ሓያል እዩ ዝፈልጠካ ኣይኮነን ዶ እስኻ ብክርስቶስ የሱስ ሓሊፍካ ዝመጻኻ ሰብ እትረፍሲ ንጌዴዎን ንባዕሉስ ኣታ ሓያል ጅግና ኢልዎ ከምኡ ዶ ኣይኮነን ዝብል እቲ ዝነበሮ ኩነታት ኣቲ ሓያል ጅግና ዘብል ኩነታት ድዩ ነይሩ ኣይኮነን ግን እግዚኣብሔር ንጌዴዎን ክሪኦን ክፈልጦን ከሎ እንታይ ኢሉ ኣቲ ሓያል ጅግና ኢሉ ግን ካብኡ ንክወፅእ ግን ቃል መፅሉ እግዚኣብሔር ይመስገን ሎሚ ቃል ዝመፀሉ ሰብ ኣሎ ኣሜን ዶ ክሰምዕ ምክንያቱ ቃል ምስ መፀ ተሲኡ ኢየሱስ ጎይታ ንሚድዮናውያን ድማ ከም ሓደ እንታይ ትገብሮም ኢኻ ክወጦም ኣምላኽ ዝሃበና ሓይሊ ማለት እዩ ንሓደ ከባቢ ጥራይ ዘይኮነስ ንህዝብታት ዝገላብጥ ሓይሊ እቲ ኣብ ውሽጥና ተዓቂሩ ዘሎ ሓይሊ ሲ ንከተማ ዝግልብጥ ሓይሊ እዩ ንወለዶ ዝግልብጥ ሓይሊ እዩ ኣረ ኣሜን ዶ ክሰምዕ ምክንያቱ እሱ እንድሕር ተዘይኣሚንና ማለት እዩ መፃወቲ ናይ ፀላኢና ንኸውን ብዝኸውንን ብዘይከውንን ንድፋእ ሰባት ኢና ንኸውን ትዝክሩ ዲኹም ጎይታ የሱስ ክርስቶስ ንዕኦም ነቶም ሓዋርያት ዝተዛረቦም ነገር እንታይ እዩ? ሓይሊ ከይለበስኩምስ ካብዛ ከተማ እዚኣ ፈጹም ኣይትሕሰቡ እዩ። እሳቶም ነቲ ሓይሊ ይጽበዩ ስለ ዝነበሩ ኣብኡ ተጸብዮም ንስኻ ግና ካብታ ክርስቶስ ዝተቐበልካላ መዓልቲ ሓይሊ ኣምላኽ ናባኻ መጺኡ ሓይሊ ኣምላኽ ኣብ ውሽጥኻ ኣትዩ እዩ። እስከ ኣነ ሓያል እየ በሉ። ኣብ ውሽጠይ በሉ ሓይሊ ኣምላኽ ስለ ዘሎ ኣነ በሉ ብክርስቶስ የሱስ ሓያል እየ። ህይወተይ ድማ ካብ ሓይሊ ናብ ሓይሊ ካብ ብርትዐ ናብ ብርትዐ እንዳኸደት ጥራያ ትኸይድ። ሕጂ እግዚኣብሄር እዚ ዓይነት ህይወት ይህበና ዘይደክም። ዘይጠፍእ ዘይመውት ዘይበርስ ህይወት ይህበና እዚ ሓይሊ እዚ ድማ ንዓይ ንዓኻትኩምን ኣብ ውሽጥና ዘሎ ሓይሊ ድማ ክንፈልጦን ክንርድኦን ክግለጸልናን ክበርሃልናን ከዓ ኣብ ኤፌሶን ከዓ እንታይ ገይሩ ጳውሎስ ጸልዩ የእንትልኹም በርዮ እንታይ ክትገብሮ ነቲ ክርስቶስ የሱስ ዝገበሮ ክትፈልጦ እጽልየልኩም ኣለኹ ኢሉ ስለዚ እቲ ኣብ መስቀል ዝኾነ ሓይሊ ንምድሓንና ጥራይ ዘይኮነሲ ንኹሉ ጀነሬሽንና ዝኸውን ንህይወትና ንናብራና ንኹሉ ነገር ዝኸውን ሓይሊ እዩ እግዚኣብሔር እንታይ ጌርና ብክርስቶስ የሱስ ኣማቒልና ትፈልጡ ዲኹም የሱስ ክርስቶስ ኣብ ሰማይን ኣብ ምድርን ኩሉ ስልጣን እንታይ ኮይኑኒ ተዋሂብኒ ምስ በለ ነቶም ሃዋርያት እንታይ ከም ዝበለ ኪዱ እንታይ ማለት እዩ ኪዱ በዚ ሓይሊ እዚ በዚ ስልጣን እዚ እንታይ ግበሩ ኪዱ ኣብ ቅድሚኹም ጠጦ ክብል ዝኽእል የለን ማለት እዩ ብካልእ ኣባህላሲ እቲ ኣብ ሰማይን ኣብ ምድርን ዝገዝእ ሓይሊ ኣምላኽ ሲ ኣብ ውሽጢ ኣሎ እየ ዝብል ዘለኹ ኣረ ኣሜን ዶ ክሰምዕ ኣብ ውሽጠይ በሉ ኣብ ሰማይን ኣብ ምድርን ዝገዝእ ሓይሊ ኣምላኽ ተቐሚጡ ኣሎ ሕጂ ሕሰቡ ኣብ እብራውያን ምዕራፍ ክልተ እብራውያን ምዕራፍ ክልተ እብራውያን ምዕራፍ ክልተ ከምዚ ኢሉ ቁፅሪ ዓሰርተ ኣርባዕተን ዓሰርተ ሽዱሽተን እምበኣርሲ ብሓቂ ንዘር ኣብርሃም ዓልዓሎም እምበር ንመላእኽትስ ኣየልዓሎምን እሞ እቶም ውሉድ ብደምን ስጋን ካብ ዝሓብሩስ ብሞቱ ነቲ ሓይሊ ሞት እንታይ ነቲ ሓይሊ ሞት ኣብ ኢዱ ዝሓዘ ምእንቲ ክስዕር ንሱውን ህ ዲያብሎስ እዩ ነቶም ብፍርሃት ሞት ብዘሎ ዘመኖም ብባርነት ተታሒዞም ዝነበሩ ኩላቶም ሓራ ምእንቲ ከውጽኦም ኢሉ ንሱውን ብኡ ሓበሮም። ስለዚ ነቲ ሓይሊ ሞት ሒዙ ንዘበናት ኣነ'የ ጎይታ፣ ኣነ'የ መራሒ፣ ኣነ'የ ኣማሓዳሪ ኢሉ ዝፍክር ዝነበረ ድያብሎስ፣ የሱስ ክርስቶስ ኣብ መስቀል ሞይቱ ነቲ ናቱ ሕልቅነትን ስልጣንን ሓይልን ገፊፉ ኣስታሕፊሩ ባዶ ጌሩ ወዲኡ ስዒሩ ኣብ የማን ግርማ ተቐሚጡ እቲ ምዕራፍ ብኡ ተወድአ። እቲ ዝተጠቐመሉ ሓይሊ ድማ ንዓኻ ሂበካ። ኣሜንዶ ክሰምዕ? ስለዚ እቲ ባኻ ዘሎ ሓይሊሲ እንታይ ዓይነት ሓይሊ እዩ? እቲ ንክርስቶስ የሱስ ካብ ምዉታት ዘተስእ እቲ ብክርስቶስ ካብ ምዉታት ዘተስእ ሓይሊ እንታይ እዩ? ነቲ ሓይሊ ሞት እንታይ ዝገበረ እዩ? ሕጂ ሓይሊ ሞት እኮ ስለ ዘይርድኣና እዩ እኮ ሓይሊ ሞት ማለት እኮ እቲ ናይ ፋይናል ሰይ እኮ እዩ በቃ ናይ መወዳእታ ኣብዚ ምድሪ እዚ ሰብ ዝፈርሆ ነገር እንታይ እዩ? ናይ መወዳእታ ሓደ ግዜስ ሓደ ናይ ኣምላኽ ሰብ እንታይ ኢሉ ሰብ እኮ ብነፋሪት ምኻድ ኣይኮነን ዝፈርህ ንኸይወድቕ እዩ ዝፈርህ ሪኹም እጂ እታ ዘፍርሆሲ እቲ ብነፋሪት ምኻድ ኣይኮነን እንታይ ዳይ ወዲቑ ከይመውት እታ ተፍርሆስ እታ ሞት እያ እምበር እቲ ምብራር ኣይኮነን ሎሚ ብእምነት ምቕጻል ይኹነልና። ሎሚ ብሓይሊ ኣምላኽ ምቕጻል ይኹነልና። ሕጂ ናይ ዲያብሎስ ብዘሎ ዘመን ብፍርሃት ኣሲርዎም ዝነበረስ ብምንታይ እዩ? ብሓይሊ ሞት እዩ። ስለዚ ነዚ ሓይሊ ሞት ድማ የሱስ ክርስቶስ ከዓ እንታይ ገይሮ? ሴርዎ። ሕጂ ሴርዎ ጥራይ ኣይኮነን እቲ ዘገርም ነገር እንታይ ደኣ እዩ? ሴሩ ድማስ ንዓና ኣሕዋተይ ኢሉ ኣረ ኣሜን ዶ ክሰምዕ ንዓኻ ሓወይ ሓፍተይ ኣስኻ እኮ ኖርማል እኮ ክትሓስቡ ከለኻ እኮ ኣብዚ ዓለም እዚ እኮ ማለት እዩ ትፈልጡ ዲኹም ኣብዚ ዓለም እዚ ኣብዚ ምድሪ እዚስ እኮ ሄሪቴጅ ናይ ሓደ ሮያል ፋሚሊ ሄሪቴጅ ክህልወካ ሓወይ ሓፍተይ ክትበሃል እኮ በቃ ኣይከውን እዩ ኣይከኣልን እዩ እኮ ግን የሱስ ክርስቶስ ግን ናይ ሰማይን ናይ ምድርን ወራሲ ኣረ ኣሜን ዶ ክሰምዕ ንዓኻ እንታይ ኢልካ ሓወይ ንዓ ምሳይ ውረስ ስለዚ እቲ ቃል እንታይ ኣለና ንክርስቶስ መዋርስቱ ንኣምላኽ ድማ እስከ በልዎ ንክርስቶስ ንኣምላኽ ንኣምላኽ ወራሲኡ ንክርስቶስ መዋርሲኡ ማለት እኮ ብፍጹም ዘይርከብ ዕድል እኮ እንታይ እንታይ እንታይ ዓይነት ዕጫ እዩ እንታይ ዓይነት ዕድል እዩ ኣቲንክ ዳዊት ነዚ ምስ ረኣዮ ኣባ ዘብል ቦታ ዕጫ በፂሐኒ ኣረ ፅቡቕ ርስቲ ንዓይ መፅኒ ኢሉ ፅቡቕ ርስቲ ዝመፀልና ሰባት ኢና ኣሜን ዶ ክሰምዕ ኣባ ዘብል ቦታ ዕጫና ዝበፅሐና ገለገሊኡ ሰብኮም እዩ ዝብል በቃ ናተይ ዕድል ስኒ በይኑ ኣታ ዕድልካ ጸቢቕ እዩ ጸቢቕ ኢልኪዩ ናትኪ ዕድል ከማኻ ዕድለኛ ሰብ የለን ከማኻ ዕድለኛ ሰብ የለን እንታይ እሞ ኣብ ሰማይ ምስ ክርስቶስ ተቐሚጥካ ካብዚ ዝዓቢ ዕጫ ኣሎ ንኣምላኽ ወራሲ ኾንካ ሓይሊ ኣምላኽ ኣብ ውሽጥኻ ሓዲሩ ተቐቢልካ ቅቡእ ተባሂልካ እንታይ ደሊኻ ካብ ዝለዓል

ኣብ ልዕሊ ኣጋንንቲ ዝገዝእ ኣብ ልዕሊ ሕማም ዝገዝእ ኣብ ልዕሊ ናይ ሞት ሓይሊ ዝገዝእ እዚ ሓይሊ እዚ ኣብ ውሽጠይ ተቐሚጡ እዩ ስለዚ ዋላ ሓደ ፍርሃት ከፍርሃካ ይብሉሎም በቃ ኣይትፍራ ኣይትፍራ ሓይሊ ሞት እንድሕር ተተሳዒሩ ሲ ዋላ ሓደ ዘፍርሓካ ነገር የለ ፅባሕካ ውሕስ እዩ ፅባሓይ ውሕስ እዩ ፅባሕኪ ውሕስ እዩ ፅባሕካ ውሕስ እዩ ኣታ ፅባሕና ውሕስ እዩ ምክንያቱ ኣብ ሓይሊ ኣምላኽ ተኣኪብና ኮይና ዘለና ኣብ ቀዳማይ ጴጥሮስ ከምኡ ኢሎ ብሓይሊ ኣምላኽ ተሓሊና ኢሎ ሓይሊ ኣምላኽ እንድሕር ተሓሊካስ Woo you are amazing ኣታ ፍሉይ ህዝቢ ኢኻ። ኣንታ ፍሉይ ህዝቢ ኢኻ ምኽንያቱ እንታይ መስለኩም ኣብዛ ካልኣይ ቆሮንጦስ እሳ ተንቲነ ክንውዳ ኢና ካልኣይ ቆሮንጦስ ኣርባዕተ ዓሰርተ ሽዱሽተ ሳታ ሓሳብ እዚኣ እንታይ ኢሉ መስለኩም? እቲ ሽዓ ዝሓልፍን ቀሊልን ጸበባና ማእለያ ዘይብሉ ብሉጽ ናይ ዘልኣለም ምሉእ ረዚን ክብሪ የዳልወልና እዩ'ሞ እቲ ናይ ወጻኢ ሰብና እንተበስበሰ እኳ እቲ ውሽጥና ኣብ ጸጽባሕ ይሕደስ ኣሎ። ስለዚ ኣይንሕለልን ኢና። እቲ ዝረኣ ንግዜ'ዩ፣ እቲ ዘይረኣ ግና ንዘልኣለም'ዩ'ሞ ንሕና በቃ እዚኣ እታ መልእኽቲ ናተይ ሕጂ ናይ ሎሚ መልእኽተይ እዚ ኩሉ ዘዛርበኒ ዘሎ እዛ ቃል እዚኣ ንሕና ነቲ ዘይረኣ'ምበር ነቲ ዝረኣ ኣይንጠምትን ኢና። ስለዚ ካብ ሓይሊ ናብ ሓይሊ ክትከይድ ዝገብረካ ቀዳማይ እቲ ባኻ ዘሎ ሓይሊ ምፍላጥ እዩ ኢልናዮ። እቲ ካልኣይ ድማ ኣብ ጸጽባሕ ምሕዳስ እዩ ኢልና። ሕዚ እዚ ኣብ ጸጽባሕ ምሕዳስ ክኸውን እንድሕር ተኾይኑ ቃል እግዚኣብሔር እንታይ ዝብለና መስለኩም? መጀመርያ ነገር ንኩነታትካ ከም ዘለዎም ርኣዮም። በቲ ትኽክለኛ ናይ እግዚኣብሔር ኣዒንቲ ክትርእዮም ክትክእል ኣለካ ብናትካ ዓቕሚ ብናትካ ሓይሊ ብናትካ ግዝፊ ብናትካ ትሕዝቶ ብናትካ ነገራት ንኹነታት ኣይትርኣዮም ምክንያቱ ጳውሎስ ንግሆ ንብሎ ነበርና እዚ ኩሉ ቻለንጅ ምስ ሓለፈ ኩሉ ኩሉ ኣብ መርከብ ከም ዝገበሩን ኣብ ከተማ ከም ዝኾንኩ እዚ ኩሉ ብሴፍ ብሞት ብሓሕዋት ሓሶት ኢሉ ብምሉኡ ሓደ ሰብሲ በቃ ክሳዕ ክንድኡሽ መከራን ፈተናን ክቕበል ኣይክእልን እዩ ኢልካስ ከምዚ በቃ ኣእምሮኻ ክሳዕ ዘሸግረካ ቻሌንጅ እዩ ሓሊፉ ሃዋርያ ጳውሎስ ግን ንዑ እንታይ ኢሎ እስከ ቀሊል በሉ እስከ ቀሊል በሉ ሕጂ በቲ ናቱ ኣዒንቲ እንድሕር ርኢኹሞ እንታይ ክጠቕመኩም ይመስለኩም? ንነገራትኩም ንኩነታትኩም ክተንእስዎ ኣት ዘ ሴም ታይም ከኣ ነቲ ኣብ ውሽጥኹም ዘሎ ናይ እግዚኣብሔር ሓይሊ ከኣ ክተዕብይዎ ኢኹም። በቃ ምኽንያቱ ኩሉ ግዜ ሰብ ብተፈጥሩ ብባህሪኡ ሓንሳእ ድሕሪ ኤደን ገነት ምስ ወደቐ እቲ ኣእምሮ ምስ ተበላሸወ ንነገራት ዝርእየሉ ኣጠማምታ ዝንቡዕ እዩ። ማለት ሲ በቃ እንታ ሽሙ እዩ ኩሉ ዝኾነ ነገር ሲ ከም ዓብዪ ከም ገጅፍ ከም ዘይከውን ከም ዘይከኣል ገይሩ እዩ ዝሪኦ ሕጂ ኣብ ኣጠማምታና እዩ እቲ ፀገም እምበር ቃል እግዚኣብሄር ነቲ ናትካ ኩነታት ነቲ ናትካ ነገራት እንታይ ኢልዎ እዩ? ቀሊል በቃ ዝኾነ ይኹን ይምፃእ ንዓኻ እንታይ ቀሊል እስከ ቀሊል በሉ ካልኣይቲ ድማ እንታይ ኢልዎ ሸዓ ዝሓልፍ ኢልዎ ዝሓልፍ እዩ ሓላፊ እዩ ክሓልፍ እዩ በቃ ዋላ ዓመት ግበር ወርሒ ግበር ክልተ ወርሒ ግበር ብዘይገድስ እንታይ ክኸውን እዩ ክሓልፍ እዩ እስከ ክሓልፍ ይበሉ በቃ ክሓልፍ እዩ ሓይሊ ኣምላኽ ክሕልፎ እዩ ሕጂ እቲ ዝዓበየ ነገር ግን እንታይ እዩ ንሕና ግን ካብቲ ዝግብኦ ንላዕሊ ሳይንሃቦ ነቲ ኣብ ኩነታትካ እንድሕር ካብቲ ዝግብኦ ንላዕሊ እንድሕር ሂብካዮ ነቲ ውሽጥኻ ዘሎ ጸጋ ኣምላኽ ክተንእሶ ኢኻ ነቲ ውሽጥኻ ዘሎ ዓበ ኣምላኽ ክተእንሶ ኢኻ ንኩነታትካ ምዕባይ ማለት እዩ ነቲ ኣባኻ ዘሎ ሓይሊ ኣምላኽ ምንኣስ ማለት እዩ ነቲ ኣብ ውሽጥኻ ዘሎ ዓብ ኣምላኽ ድማ እንድሕሪ ነቲ ኣብ ውሽጥኻ ዘሎ ሓይሊ ኣምላኽ እንድሕሪ ኣዕቢኻዮ ድማ ኩነታትካ ከዓ እንታይ ኸውን ክነሱ ስለዚ መጀመርያ ቅድሚ ዝኾነ ይኹን ሓይልና ቅድሚ ምሕዳሱ ካብቲ ክንገብሮም ዝግብኣና ነገራት እንታይ ይመስለኩም ንኩነታትናን ንፀበባናን ንነገረትናን ንኩነታትናን በቲ እግዚኣብሔር ዝብለሉ ቃል ዓይኒ ንረኣዮ ብምንታይ ንርኣዮ? በቲ ኣምላኽ ዝብሎ ቃል ንርኣዮ። ኣምላኽ እንጀራኻ እዮም እንተይልካ እንጀራኻ እዮም። ነቶም ደቂ ዓናቕ እንታይ ኢሎም እቶም ካሌብን እያሱ እዚኦም ንዓና እንታይ ናይ እንጀራና እዮም እግዚኣብሄር እዩ እኮ ከም ኢልዎም ዘሎ ኣብ ውሽጦም ዝኸምኡ ብርሃን መፂ ኣሎም እንጀራና እዮም ኢሎም ዝበልዑ እኮ እዮም ንነገስታት ዝበልዑ እኮ እዮም ቀለልቲ ሰባት ከይመስልኻ ጨካናት እኮ እዮም ምሕረት ዘይብሎም ሰባት እኮ እዮም እዚኦም እኮ በቃ ንመዋእል በቃ ማን ከማና ኢሎም ግዝኣቶም ዘስፍሑ እኮ እዮም ንዖም ግን እዞም ክልተ እንታይ ኢሎሞ እንጀራና እዮም እዛ ምድሪ እዚኣ እስከ በሉ ንዓና ንኣመንቲ ንመንፈሳውያን ነቶም ብክርስቶስ ዘለና እንጀራ ናይ ኣረ ኣሜን ዶ ክሰምዕ እስኻ ኣይትብላዕን ኢኻ ክትበልዕ ኢኻ ኣይትብላዕን ኢኻ ብፍጹም ኣይትብላዕን ኢኻ ደቅኻ ይብልዑን እዮም ህይወትካ ይብላዕን እዩ ናብራኻ ይብላዕን እዩ ትሕዝቶኻ ይብላዕን እዩ እስኻ ክትበልዕ ኢኻ ኣብዚ ምድሪ ዘለኻ ኣረ ኣሜን ዶ ክሰምዕ ብሓይሊ ኣምላኽ እንዳበላዕኹ እንዳገዛእኹ እንዳወረስኩ ስም የሱስ ከጸውዕ ኣብዚ ምድሪ ዘለኹ ኣረ ኣሜን ዶ ክሰምዕ ኢየሱስ ክርስቶስ ጎይታ እዩ ሕጂ ርኢኹም እዚ ሕጂ እንታይ እዩ መንፈስ እግዚኣብሔር ኣዒንትና እዩ ዝኸፍቶ ዘሎ ክንሪኦ ማለት እዩ ሕጂ ኣብቲ ናይ ግሊ ህይወት መዓልታዊ ህይወትና ድማ ሲ ነዚ ሓይሊ እዚስ ከምኡ ጌርና ንለማመዶ በቃ ንርኣዮ ኖ ኖ ኖ እዚ ከምዚ እዩ ኖ እዚኣ ከምዚ እያ ኖ ኖ ኖ ቃል እግዚኣብሔር ከምዚ እዩ ዝብል ኖ ኖ ኖ መንፈስ ኣምላኽ ከምዚ እዩ ዝብል ሕጂ ኣብቲ ናይ ጸጋ ህይወት እንታይ እንዳኾንካ ትመጽእ ማለት እዩ እንዳተሰራሰርካ እንዳሓየልካ እንዳበርታዕካ ነቶም ነገራት እቲኣቶም እንዳንኣስካ፣ ሓይሊ ኣምላኽ እንዳዓብየ፣ ክብሪ ኣምላኽ እንዳተገልጸልካ፣ ራኢ እግዚኣብሔር እንዳርኣኻ፣ ሕልምታትካ እንዳተፈትሐ፣ መንፈስ ኣምላኽ ድማ ነገራቱን ተኣምራቱን ሓይሉን እንዳርኣየካ ካብ ክብሪ ናብ ክብሪ፣ እቲ ንብላ ዘለና ድማ ካብ ሓይሊ ናብ ሓይሊ እንዳተለቐቕካ ከኣ ትኸይድ ማለት እዩ። ስለዚ እታ ቀዳመይቲ ስቴፕ እንታይ እያ መስለኩም? ንኹነታትካ የዕቢኻ ኣይትርኣዮ። ሕጂ ዝኾነ ነገር ክመጽእ ከሎ ቀሊል እዩ በሉ እስከ ኣሜን ዶ ክሰምዕ። ኣነ ኣይበልኩን ቃሉ ኢሉ ኣሜን ዶ ክሰምዕ ቀሊል እዩ በቃ በቃ እዚ ኣእምሮስ ይእተኹም ቀሊል ሕጂ ንኣብነት ሕጂ ክነገረኩም እቲ ትፈትዎ ተሓዎ እቲ ትፈትዎ ኣልኣዛር ሓሚሙ እንታይ ኢሉ ካብ ውሽጡ ዝወፀ ቃል እንታይ ሕጂ ጎይታ በቃ እዚ ንሞት ኣይኮነን ንኸብሪ ኣምላኽ ሕጂ ርክ እቲ ውሽጡስ ሪኣክት ዝገብሮ እንታይ ይመስለካ እቲ ቃል እዩ ኣረ ኣሜን ዶ ክሰምዕ ሕጂ ኣሕዋተይ ንሕና እና ንሕና እቲ ንጥምቶን እንሓስቦን እንሪኦን እንድሕር እቲ መንፈሳዊ ነገር ጥራይ እንድሕር ተኮይኑ እቲ ኣብ ውሽጥና ዝመልእ ነገር ድማ እንታይ እዩ? እቲ መንፈሳዊ ነገር እሱ ተኮይኑ ድማ ኣብ ግዜ ቻለንጅ ኣብ ግዜ ፀገም ቋንቋኻ ከዓ ከምኡ እዩ ዝቕየር ከምቲ ሰብ ዝብሎ ኣይትብል ኒኻ ዓሰርተ ንክልተ መን ሲዒሩ ክልተ ኣብ ዓለም ግን ዓሰርተ ብድምፂ እኮ ተንኸይድ እኮ ዓሰርተ ድምር ሲዕሮም ማለት እዩ ብድምፂ ብልጫ ክልተ ግን እዮም ተዓዊቶም ሕጂ ናይቲኦም ድምፂ እንታይ ነይሩ ኣይከኣልን እዩ ኣይከውን እዩ ከተርፍ ኢኻ ከተጠፍ ኢኻ እቲ ግን እቲኦም ግን እንታይ ኢሎም እንጀራና እዩ በቃ ንኩነታትካ ካብዚ ሓጂ መዓልቲ እዚኣ ሓደ መንፈስ ከእትወልኩም እዚ ቃል እዚ ከእትወልኩም ቀሊል እዩ። በቃ ኣይተካብዱ ነገራት ካብቲ ዓቐን ንላዕሊ ኣይትስመይዎ። ካብቲ እግዚኣብሔር ዝፀውዑ ንላዕሊ ኣይትስመይዎ። ኣብ እግዚኣብሔር ደርብዮ በቃ ክኸብደካ ከሎ ኩሉ ሓልየትኩም ናብ መን ኣውድቆ ናብ እሱ ከዓ እንታይ ይገብረልኩም ይሓልየልኩም ይሓልየልኩም እዩ ማለት እዩ ነገርካ ክፍጽመልካ እዩ ማለት እኳ እዩ። ከዕርየልካ እዩ፣ ከጸብቐልካ እዩ፣ ከተሳእካ እዩ ከምኡ ማለት እኳ እዩ። ኣሜን ዶ ክሰምዕ ሕጂ ያ ቀሊል እዩ ቀሊል እዩ ክብል ከለኹ ሓይለይ ተኣማሚነ ክእለተይ ተኣማሚነ ኣይኮንኩን እንታይ ዳይ እዚ ኣብ ቅድሚ እግዚኣብሔር እንታይ ቀሊል እና ኣብዚ ህይወት እዚ ዘእትወና ኣብዚ ምሕዳስ እዚ ዘእትወና እንታይ እዩ መስለኩም እዛ ቁጽሪ ዓሰርተ ሸሞንተ እያ እንታይ እያ ትብል እቲ ዝረአ ንግዚኡ እዩ እቲ ዘይረአ ግና ንዘልዓለም እዩ ሕጂ ሪኢኹም እቲ ዝረአ ኩሉ ነገር እንታይ እዩ መስለኩም እቲ ዘፍርሃና ዘባጭወልና ዘካብደልና ነገራትና ዝገላብጠልና እቲ ኩሉ እሱ እንታይ ግዜያዊ ሓደ ቃል ክነግረኩም ኩሉ ዝረአ ነገር ጊዜያዊ እስከ ጊዜያዊ በሎ እዚ እኮ በረኸት እኳ ኩሉ ትዝረአ ሲ እንታይ ጊዜያዊ ሕጂ ኣምላኽ ከዓ ጥበበኛ ኣምላኽ እንዲ እንታይ ገይሩ መስለኩም እቲ ብመንፈሳዊ በረኸት ዘበለ ኣብ ሰማያት እንታይ ዝገበረና ዝባረኸና ኣምላኽ ኣቦ ጌታና የሱስ ክርስቶስ እንታይ ይኹን ኣበይ ዝባረኸና ብምንታይ ብምንታይ ዓይነት በረኸት ኣረ ኣሜን ዶ ክሰምዕ ሕጂ እቲ መንፈሳዊ በረኸት እታ መንፈሳዊ ትብል ቃል ስቂላ ኣይኮነት ኣብኡ ተቐሚጣ ዘላ ዕላማ ኣለዋ እሳ ከዓ እንታይ ይመስለኩ ኤኒቲንግ ዝኾነ መንፈሳዊ ነገር ዘለኣለማዊ ስለዚ እቲ ባኻ ዘሎ በረኸት ኣምላኽ ዘለኣለማዊ ኣረ ኣሜን ዶ ክሰምዕ ሕጂ እቲ በረኸት ኣርእየኒ እንድሕር ቴልካስ ልብኻ ድካ ከፊትካ ክተርእየኒ ኣይረአን ግን ኣሎ ባኻ ኣታ ኣሜን ዶ ክሰምዕ ሕጂ ንምንታይ መሰለኩም ሕጂ እቲ ዘይረኣ በረኸት መንፈሳዊ በረኸት ስለ ዝኾነ ኣብ ውሽጥና ስለ ዝተቐመጠ ሰባት ኣይርእይዎን እዩ እቲ ውፅኢት ናቱ ግን ይርእይዎ ሪዛልት ናቱ ግን ይርእይዎ ኣረ ኣሜን ዶ ክሰምዕ ብወለዶ ይበሉ ኣነ በቲ ኣምላኽ ዝሃበኒ በረኸት ኣሉ ዘይትበሃለላ ግብሪ ኣብ ዘመነይ ክኸውን እዩ። ኣረ ኣሜን ዶ ክሰምዕ ልዕሊ ዓቕሙ ዝዛረብ ክትብሉ ትኽእሉ ኢኹም፣ ግን ልዕሊ ዓቕመይ ዘይኮነስ ብዓቕሚ ኣምላኽ እየ ዝዛረብ ዘለኹ። ኣብ ወለዶይ በሉ ኣሉ ዘይበሃለላ ግብሪ ኣምላኽ ኣብ ሂወተይ ኣብ ናብራይ ኣብ ኣገልግሎተይ ኣብ ስድራ ቤተይ ኣብዛ ምድሪ እዚኣ ኣብ ምድረይ ክግለጽ እዩ ኣሜን ዶ ክሰምዕ እግዚኣብሄር ገና ገና ገና ገና ከስፍሓና እዩ ኣምላኽ ትፈልጡ ዲኹም ገና ከስፍሓና እዩ። ገና ከብዝሓና እዩ ገና ከዕብየና እዩ ንምንታይ መስለኩም ሕጂ እግዚኣብሔር ከምዚ ዓይነት ቃል ሓይሊ ዝበና ዘሎ ዝውረስ ስለ ዘሎ እዩ ኣረ ኣሜን ዶ ክሰምዕ ኢየሱስ ጎይታ እዩ ገና ዝእቶ ብዙሕ በቃ ናይ ጸላኢ ቦታታት እንዳልቀቕና እንወርሶም ጀነሬሽን ኣለው ኣረ ኣሜን ዶ ክሰምዕ ኢየሱስ ክርስቶስ ጎይታ እዩ ትፈልጡ ዲኹም እቲ ዘይረአ ንግዚኡ ምስ በለ

ሪፊዝ ክትገብር ኣለካ ኖ ኣነ ዝጥምቶ ነቲ ዘይረይ ኣነ ዝርዮ ነቲ ዘይረይ ኣነ ዝጥምቶ ነቲ ዘይረይ እስከ በልዋ ነብሱ ኣነ ዝጥምቶ ነቲ ዘይረአ እምበር ነቲ ዝረአ ኣይኮነን ስለዚ ድማ ህይወተይ ኣይትሕለልንያ

እታ ዘላ ግዜ ክውድኣ ምእንቲ ነዚኣ ክነንብብ ኢና እሞ በዚኣ ሓሳብ ክንውድእ ኢና። ኢየሱስ ጎይታ እዩ። ክብሪ ንጎይታ ይኹን። ምእንትዚ ንሕና ድማ ኣታ ኣሕዋተይ በቃ ዝቕብኡ ሰባት ኣለዉ ኣብዚ ቦታ እዚ ኣረ ኣሜን ዶ ክሰምዕ ብቕብኣት ዝወፁ ሰባት ኣለዉ ብሓይሊ ዝወፁ ሰባት ኣለዉ ብኽብሪ ዝወፁ ሰባት ኣለዉ ተዓጽዩ ኣይዕጽወካን እዩ ገና ክትወጽእ ኢኻ ገና ብሓይሊ ክትወጽእ ኢኻ ኣሜን ኢየሱስ ጎይታ እዩ ምእንቲ እዚ ንሕና ድማ ኣብ ክንዲ ዝኣክል ደበና ምስክር ተኸቢብና ከለና ንኹሉ ዝኸብደና ነቲ ዝጠብቀና ሓጢኣትን ነርሕቕ በቲ ኣብ ቅድሜና ተሓንጺጽልና ዘሎ መቀዳደሚ ከኣ ብትዕግስቲ ህ ንጉየ እስከ ጉየ በሉ ክጎየ በሉ ብሓይሊ ኣምላኽ በሉ ኣብዛ ከተማ እዚኣ ክጎየ ማል ሓደ ሰብ ጠጠው ክብል ፍቃድ ኣምላኽ ኣይኮኑ ኩላህና ክንጎይ ኢና ተጸዊዕና ካልኣይቲ ቁጽሪ ክልተ ናብቲ ሕፍረት ንዒቁ ስለቲ ኣብ ቅድሚኡ ዘሎ ሓጎስ ኢሉ መስቀል እተዓገሰን ኣብ የማን ኣምላኽ እተቐመጠን ጀማሪ እምነትናን ደምዳሚኣን የሱስ ንጠምት። ናብ መን ንጠምት? ሽዑ እንታይ ኢሉ መስለኩም? ንምንታይ እተ ዜርፎር እያ እታ ቃል እቲኣ ንምንታይ መስለኩም? ምእንቲ ከይትደኽሙን ሀ ነፍሳትኩም ከኣ እንታይ ከይትኾና ከይሕለላ ነቲ ካብ ሓጥኣን ኣብ ርእሱ ክስዓኒ ዝኣክል ምጽራር ተዓገሰ ዘክሮ። ስለዚ እቲ ክንጥምቶ ዝግብኣና እንታይ መስለኩም? just ብ review ኣብ ዓሰርተ ሓደ ነቶም ናይ እምነት ጀጋኑ ኩሎም እቶም ንግረመሎም ጸዊዑ ጸዊዑ ጸዊዑ ጸዊዑ ጸዊዑ ነዚኦም ብሙሉኦም እንታይ ኢልዎም መስለኩም መሰኻኽር እዮም በቃ እቲ ክመጽእ ዘለዎ መሲሕ ሲ እየሱስ እዩ ዝብሉ እዮም እሱ እዩ ስርሖም ዋላ ሓንቲ ካልእ ስራሕ እቲ ቀንዲ ስራሕ ናቶም ሲ ብዛዕባ ናይ ክርስቶስ ምጽኣት ዝዛረቡ ሰባት እዮም that's why እዩ እንታይ ኢልዎም ደበና መሰኻኽር ኢልዎም መሰኻኽር መሰኻኽር እንታይ እዮም ዝምስክሩ የሱስ ክርስቶስ ሀ ክመጽእ እዩ ኣረ ኣሜን ዶ ክሰምዕ ሕጂ ምስ መጸ ኣገልግሎቶም እንታይ ጌሮም ወዲኦም እቲ ናቶም ኣገልግሎት ዝነበረሲ እንታይ ይመስለካ ንዓኻ ሓዊ እንዳወረዱ ምድናቕ ኣይኮነን ኖ እቲ ናቶም ኣገልግሎትሲ ንክርስቶስ የሱስ ከም ዝመጽ እንታይ ምግባር እዩ ምእዋጅ ሕጂ የሱስ ምስ መጸ ኸሾ እንታይ ኢሉ ሽዑ ነቶም ሰብ እብራውያን እኮይ ዝብሎም ዘሎ ኣዒንትኹም ካብኦም ኣውጺኹምሲ ናብ መን ግበሮ ኣረ ናብ የሱስ እስከ በሉ እስከ ዓው ኢልኩም ናብ የሱስ በሉ ስለዚ ናህና ሪፈረንስ ናህና ኣዒንትሲ ኣበይ ክኾና ኣለዎን ኣረ ኣሜን ዶ ክሰምዕ በቃ እሱ ሓያል እዩ ስኻ ሓያል ኢኻ እሱ ብሩኽ እዩ ስኻ ብሩኽ ኢኻ እሱ ጻድቅ እዩ ስኻ ጻድቅ ኢኻ እሱ ህይወት ኣምላኽ ኣሎ ስኻ ህይወት ኣምላኽ ኣለካ ምክንያቱ እሱ ዝኾነ ዘበለ ኩሉስ ንመን እዩ ንዓና እዩ ስለዚ ኣዒንትና ሎሚ ካብ ሰብ ነልዕል ካብቶም ንሕና ንሓስቦም ሰባት ዘይኮነ ክን ኣዒንትና ክንገብር ዘለና ናብቲ ጀማርን ደምዳምን ዝኾነና የሱስ እንታይ ንግበር ንጠምት ንዑ ክትርኢ ከለኻ ክትሕይል ኢኻ ንዑ ክትርኢ ከለኻ ትልወጥ ኢኻ ንዑ ክትርኢ ከለኻ ትሳገር ኢኻ ንዑ ክትርኢ ከለኻ ሓይልኻ ይሕደስ በቃ ኣረ ኣሜን ዶ ክሰምዕ ሎሚ ኣዒንትና ናብ ክርስቶስ ከጠሚትና እሱ ኩሉ ወዲእዎ እዩ ኣብኡ ከ እንታይ ካ ትርኢ መስለካ ክብሪ ኣምላኽ እንታይ ይብለና መጽሓፍ ቅዱስ ነቲ ክብሪ ጎይታ ከም ብልዑ ከም ቅልዑ ገጽ እንዳጠመትናዮ ካብ ክብሪ ናብ ክብሪ እንታይ ንገብር ናብ ምስሊ ኣርኣዩ እንታይ ንገብር ንልወጥ መንፈስ ኣምላኽሲ ኣብ ክርስቶስ ኮይኑስ ንዓኻ እንታይ ይገብረካ? ይልውጠካ። ስለዚ ንየሱስ ክትርኢ ከለኻ ሓይልኻ ይሕደስ፣ መጎስካ ይበዝሕ፣ ክብርኻ ይሕደስ፣ ነገርካ ይልወጥ፣ እግዚኣብሔር ባዕሉ ብክብሩ ይራኸበካ። ንርእስኻን ንሰብን ትጥምት ተኾንካኻ ጎደሎ ክትጽብጽብ ትውዕል ተድክመናኻ ምክንያቱ ኣብ ሰብ ዘሎ ነገር ምጽብጻብሲ ዋላ ሓደ የለን ኣባይ ዋላ ሓደ ነገር ኢና ኣብ ሰብ ዋላ ሓደ ነገር ኣባና ዘሎ ነገርሲ ክርስቶስ ጥራይ ኢየሱስ ክርስቶስ ጥራዩ ሙሉእ ኮይኑ ስዒሩ ኣብ የማን ኣምላኽ ዝተቐመጠ ኣረ ኣሜን ዶ ክሰምዕ ንሕና ድማ ብመን ተቐሚጥና ምስኡ እስከ ምስኡ በሉ ብዘይ ብኡ ኣይኮናን ምስ መን ምስኡ ስለዚ ምስኡ ተጸጊዕና ኢና ኣብ ክርስቶስ ኣብ የማን ኣምላኽ ተቐሚጥና ካብኡ ተውፂኻ ኢኻ መንነትካ ባዶ ኩሉ ነገር ብክርስቶስ እዩ ኣሜን ስለዚ ኣዒንትና ናበይ ንግበር ናብ መን ንግበር ናብ መን ንግበር እስ ንዑ ገጹ ክትርኢ ከለካ እንታይ ይብለካ ተፈጸመ ይብለካ ጽድቅኻ ተፈጺሙ ይብለካ ህይወትካ ሕጂ ርኢኹም ንዑ ክትጥምቱ ከለኹም እንታይ ትኾኑ ማለት እዩ ሓይልኻ እንታይ ይኸውን ይሕደስ ካብ ክብሪ ናብ ክብርኻ እንታይ ትኸውን ትሳገር ስለዚ ነቲ ብ ጎንኹም ዘሎ ቻናልካ ቀይር በልዎ እ ቻናልካ የሱስ ይኹን በልዎ ኣሜን ዶ ክሰምዕ ስለዚ ቻናልካ የሱስ ተኾይኑ እ እቲ ትሰምዖ ናይ ሰማይ ጥራይ ኣረ ኣሜን ዶ ክሰምዕ ቻናልካ ናይ ምንታይ ጥራይ ዝኾን ናይ ሰማይ ክርስቶስ ከምዚ ኢልኒ ኣምላኽ ከምዚ ኢሉ ቃሉ ከምዚ እዩ ዝብል ሓያል እዩ ዝብለካ ብርቱዕ እዩ ዝብለካ ክትወርስ ኢኻ ካብ እግዚኣብሔር ክመልሰካ እዩ በዚ ክትወጽእ ኢኻ በዚ ክትኣቱ ኢኻ እዩ ዝብለካ የሱስ ናብ ፊልጶስ ናብ ከተማ ምስ ኣተወም ክርስቶስ ምስ ሰበኸሎምሲ እታ ከተማ ምስ ተናወፀት ምድሓን ከዓ ምስ ኮነ ብታ ከተማ እቲያስ እንታይ ብለና ዓብ ሓጎስ ኮነ ብለና ሽዑኸ ዓብ ሓጎስ ምስ ኮነስ እንታይ ይብለኩም መስለኩም? መንፈስ ድማ ናብታ ናብታ ጋዛ ኣቢላ ተወርሲ ናብኣ እንታይ ግበር ኢሎ ኪድ ሪኢኻ ኣብቲ ናይ ክርስቶስ ነገር ክትኣቱ ከለኻ መንፈስ በዓል እዩ ጋይድ ዝገብረካ ኣረ ኣሜን ዶ ክሰምዕ ብድሕሪኡ ኸ ምስ መን ብድሕሪኡ ኸ ኣብ መወዳእታ ኸ እንታይ ይብለና መስለኩም እታ ቃል ክትውድእ ከላ በዚኣ ክውድኣልኩም እየ ኣብታ ፊልጵ ኣብ ግብረ ሃዋርያ ሸሞንተ ብድሕሪኡ ኸ ማይ ጥምቀት ምሻል ነቲ ስሉብ ኢትዮጵያዊ ምስ ኣጥመቖሲ ካብ ማይ ምስ ወፁስ ንፊልጶስ ድማ ሀ ኣታ ኣሜን ዶ ክሰምዕ እንታይ ገበሮ ዳይሜንሽን እኳ ካብዚ ሪኢኻ ነቲ ቃል ናብ ዘለዓለም ኪዱ ዝብል ቃል ሒዙ ናብ ሰማርያ ኣትዩ ቃል ሒዙ እኮ እዩ ኣትዩ መንፈስ ኢልዎ እኮ ኣይኮ ቃል ሒዙ እዩ ኣትዩ ቃል ሒዙ ምስ ሰበኸ ትምህርትን ተኣምራትን ኮይኑ ብድሕሪኡ ኸ ምስ ወፀኸ መንፈስ ከዓ መፅኡ ኪድ ናብቲ ስሉብ ኢትዮጵያዊ ክምስክር ማለት እዩ። ሽዑ ምስ ወፀኸ እቲ ሓይሊ እቲ ፍሪኮንሲ ብጣዕሚ ስለ ዝበርትዐ ብጣዕሚ ኣገዳሲ ሰብ ከዓ ስለ ዝኾነ ናብ ዓለም ከዓ ክዘውር ስለ ዘለዎ ትራንስፖርት ከዓ ስለ ዘይኣኸሎ እንታይ ገይሮ መስለካ መንፈስ ኣምላኽ ዘብ ኣሜን ዶ ክሰምዕ ውይ ኢየሱስ ጎይታ እዩ እ እዚ መንፈስ እዚ ኣብ ማሕበርና ክረኤን እዚ ሓይሊ እዚ ማህበርና ክረኤን ኣረ ኣሜን ዶ ክሰምዕ በቃ ኣብዚ ቦታ እዚ ኣብዚ ጉባኤ እዚ እንዳዞሩ ዘገልግሉ መዓት እዩ ብቕብኣት ተቐቢኦም ኣሜን ዶ ክሰምዕ እስከ ንተስእ ኢየሱስ ጎይታ እዩ